ኣነ ብባህረይ እንታይ ኣለኒ መስለኩም እዚ ባእሲ ዋላ ይበኣስ እምበር እዚ ክመርኣ ይፈቱ እየ እክብ ተይሉ ሰብ ስጥልኝ ኢልካ ከድካ ናይ ምርኣይ ባህል ናይ ምትዕራእ ከዓ ከምኡ ጎኒ ጎኒ ከዓ ዋላ ይፍልጦም ከይደስ እቱ ኢለሲ እታረይ ሓደ ግዜ ዝኾነ ጀምዓ ናይ ኣዲስ ኣብቲ ኣዲስ ኣበባ ኣርቲስትና ኩላትና ሓንሳ ኣምሲና ኣጋጣሚ ካብቶም ጉሩብና ዝኾነ የተረዳድኦም ክልተ ሰለስተ ሰባት ዋዕዋዕ ብሉ ዘረባ ዋዕዋዕ ብሉ ሆሆ ብሉ ሕጂ ኣነ ዓርክና ኣሎ ሕጂ ኣሜሪካ ኣሎ ልክዕ ዋዕዋዕ ኢሎም እቲ ህውከት ምጀመሩ ክልቴና ኢና ቀዳሞት መጤርና ካብታ ማኪና ወፂና ክነተዓረቕ እቲ ሓሳብ ሕጂ እዛ ወዲ ዝብለካ ደለዎ ዝዓርከ ክንዳኻ እያ ትኸውን ነብሳን ገለያን ክንዳኻ እያ ትኸውን ዱብ ኢልና ወሪድና ኣታ ኣጋጣሚ እቶም ዝበኣሱ ካብዞም ጀምዓናስ ክበኣሱ ቁልጡፍ መዓት እንዲዮም ክሃድሙኻ ካብኣ ቁልጡፍ ንሕና ክንዓልብ ኣብታ ናይ ባእሲ ቦታ እሶም ስኢንናዮም ነብስና ኣበይ ድና ረኺብና ኣብ ውሽጢ ሰላሳ ፈደራል ከቢቦምና ከምታይ ኢሉ ንዑም ስኢና ኢልና ኣነ እንተ ካልኣይ ዝብልካ ኣለኹ ምል ሰላሳ ኣጋጣሚ ፈደራል ሽዑ ግዜ እዚ ኩናት ነበረሉ እዩ ኣብቲ ጥቃና ማኪና ደው እንዳበሉ ፍትሹ ነይሮም ሕጂ ዋዕዋዕ ምስ ሰምዑ ንሕና ይረኣና እዮም ብድሕሪት መፂኦም እዮም ልክዕ ነታ ከምዛ ኢሎም ከቢቦምና እቶም ድበኣሱ ከ ኣለዉ ኣነ ንሱ ኒና ኣብዚኣ ፊት ንፊት ምዞም ሰላሳ ዝብለካ ኣሎ ከይበ ናይ ወልሓንቲ መስተንፈስ ይብላ ብመን እዮም ጀሚሮም በዚ ዝዓርከይ ሓንቲ ምስ ሰሓብሉ ኣምሓርኛ ካይክእልኒ ሽዑ ካብ ኣስመራ መፅኡ ዲያስፖራ ነው ጥራይ ዝብል ኣነ እዛ እሱ ከዓ እሳ ሒዝዋ ዲያስፖራ ነው ክብሎ እሱ ከዓ ንነብሱ ከዓ ልክዕ ብድሕሪያ ነብሰይ ስኢኒ ኣነ ጥራይ እንታይ እየ ዝዝክር ምፂፅ ድብል ነገር ገለ ላዕሊ ኣንፊሮምኒ ኮይም ላዕሊ ነፊረ ኣብ ላዕሊ ነብሰይሲ የለኹን እንዴ ሕጂ ግን በቃ ከምዚ ሕልሚ ፂፂፂፂፅ ድብል ድምፂ ገለ ኢድ ከዓ ክመፅእ ከሎ ገለ መለ እዩ ነብሰይ ኣብየ ረኺብያ ከምዚኣ ገይሮም ኣመዓራሪም ሲ ኣብ ማኪና ከምዚኣ ገይሮም ኮፍ ኣቢሎም ዓፀኩ እየ ፌንቲ ኣብታ ክንያትካ ፅቡቅ እምበር እዚኤን ሰለስተ ደቂቃ ንብለካ ዘለኹ ተማሃርምቲ ሰለስተ ኪሎ እያ ነራ ታናበይ ድብፅሕዋ ድሓር ኣነ ልክዕ እታ ፌንተይ ወዲኤ ክበራበር ከለኹሲ እታ ወዲ ነብሳ ዝበልኩዋ ክንዲ ገለ እንድያ ክሳብ ሕጂ ይጸጎቡላ ጸኒሖም ኣብታ ኣነ ፌንቲ ዳወጸኹ እሳ ፌንቲ ትኣቱ ነይራ ምስ ተበራበርና ባይና ተራኺብና ኣነ ክወጽእ ከለኹ ፌንቲ እሳ ሽዓ ትኣቱ ነይራ ትኣትዋ ነይራ ሕጂ ከምታይ ኢሎም ድም ኣብታ ማኪና ንክልቴና እንዲም ገይሮምና ተጀላሊዑ እዩ በዚ ሕጂ ፊት ንፊትና ተራኺብና ሕጂ እታ ወዲ ካብ ኢንግሊሽ ቁርብ ዳሓን እንድያ ዋት ሃፐን ኢላትኒ እንድዒ ኣላ ኣዴኻ ክልተ እንግሊሽ ካብ ፈደራል ድየ ድሕና ሒዝካ መጺኻስ ዋት ሃፐን ትብለኒ ጽበየካ እቶ ፌንትኻ ወድእ
ፌንትኻ ወዲእኻ ኣብጻኒ ኢልዮ ድሓር ኣደቂሶምና ኣብታ ማኪና ጸጊዖምና ንዓይ ይዛረቡኒ በቃ ንኻ ይምልስኒ ስቕ ኢለ ተዛረብ ኣምሓርኛ ትኽእል እንዲኻ ገለ መለ እሞ እቲ ጉዳይስ ኣነ ኣይኮንኩን ማለስ ንሕናስ ኣይኮንናን እቶም ሃረም እቶም ተባእስቲ ካልኦት ንሕናስ ኣተዓረቕቲ ኢና ገለ ምደለ እንታይ ኣኸልካና ናይ ዝኸኢሉ ንሱስ ካብ ሕጂ እዩ ጋሻ ይመፅእ ኣይፈልጥ እዩ ሓርኛ ከማ ከተዓርቕ እዩ ከኣትዩ ምሳይ ገለ መለ ገለ እኒ ተባራቢራ ሹ እዛ ዓርከይ ኣነ በይኒ ሰዱና ጥራይ ድብለ ኣለኹ ተባራቢራ ጦይ በሉ መለ ትብል ስቕ በል ጥራይ ድብላ ንግደፍ በቃ ብሰንኪ ኣይ ተጀፊዐ ደለኹ ኣኸይ ተጀፋዓኒ ሕጂ ስቕ ኣፍካ ሓዘለይ ጥራይ ድብላ ሕጂ ሆ ምሽ እቲ ፖሊስ ትግርኛ ስለ ዘይሰምዕ እንታይ ድብል ደሎ እንታይ ድብል ደሎ ብለን በምሓርኛ ገይሩ ኖኖ ንስኹም ሰሓቅኹም ኢኹም ስለ ዘይትፈልጡ ኢኹም ጀፊዕኹምና እምበር እዚ ዝገበርና ሰጀፊዕ ይብለኩም ኣሎ ይብሎም ኣነ ካብ መሓርኛ ገይሩ ይህርም እዩ ይብለኩም ኣሎ ወሓቅኻ እንዲኻ ገለመለ እዚ ግን ክህረም ኣለዎ ብሉ ንሶም ከ እንታይ እዮም ዝብሉ ኣለዉ ብለ ንስኻ ኖኖ ፀገም የለን ንሕና ዳሃረምና ካይተሓዘና ጥራይ ስኻ ሰሓል ተረጋጋ ክብለካ ኣለዉ ብሎ እንተ ከረጋጋ ኤምባሲ ንኸይድ እምበር ብለኒ ኤምባሲ ሰሚዖም ሽዑ ምን እንታይ ይብል ዘሎ ኤምባሲ ገለመለ ይገሪ ኖኖ ኤምባሲ ሰ ኣፍልጦ ማለት ዝፈልጠና እዩ ንሕናስ ዋላ ሓንቲ ቁምታት ከም ብየብልና ዝተሓቶ ትኽእሉ ኢኹም ኣታ ወዲ ልዕሊ እታ ድሃሮምናን ፌንቲ ድዕፀውናንሲ ነዚኦም ከረድእ ፍርቂ ሰዓት ድሕለፍኮ በዛሓት ደገ መወዳእታ ሰዲዶሙና እዚኣ ክብለካ ግን እብለካ ኣለኹ ብሓርቂ ኣነ ኣብ ህይወተይ ከም ዓይነት ትቕልጥፍ ማህረምቲ ከም ዓይነት ትቕልጥፍ ፌንቲ ከም ዓይነት ትቕልጥፍ ምብርባር ርእየ ይፈልጥ እታ ወዲ ነብሳ ስለ ዝረኣይዋ ጥራይ ሲ ብለካ ኣለኹ ኣንታ ብለካ ኣለኹ ኣነ ኮ ውሕዱ ሲ ሰለስተ ደቂ ገለ ድኾን ተፀጊዕ ሰለስተ ደቂ ሙሉ እዮም ስጋብ ስኢኖምሉ ድሓር እንታይ ኢሎምኒ ብረት በቃ ከምዚ ጌርናስ ብረት ትሒዙ ደደለ እውን ሓንቲ ማለት ይኽእሉ ቆይ ይኽእሉ ገለ ይኽእሉ ድሓር ግን ሰላሳ ሞንታ ይኽበሩ ዘፋቢሎም

ኣብቲ መንገዲ እንዳ ከድና ኣብቲ ከተማ እዚ ታቤላታት ምልክታት ደሎ ንተሓታተት ከምዚ ሶም ንገብርዎሲ ንተሓታተት ሕጂ ኩሉ ኣብ ርእሱ እንታይ ኣደላ ኩሉ ዓይነት ምልክት ምዕሻግ ምዃኑ እዩ ዝፈልጥ ሕጂ እታ ናይ ሞደርን ኣበፂሕናሲ ሽጋራ ኩልኩል ድብል ከምዚ ምልክት ደሎ ብቀይሕ ርእዩሲ ዘርኣይ እዩ ሽሙ ንሰ እንተዘይረ ዘርኣይ እንተ እዛ ምልክት ሽጋራ ምዕሻብ ክልኩል ኣብ ክላስ ኮፍ ኢልና ምስኡ ናብ ካልእ ዳኸይና እቲ ዕላማ ናውንሱ ስለ ዝኾነ ዝክሮ ናይ ዝኽርታት ስማዕ ኢሉ እቲ መምህር ዘንጊዑ እንዲዩ ስማዕ ይርእዮ ኣሎ ከዓ እቲ ኣብ መንጎ ጥምቶ እሱ ሓሳቡ ገለ መሊእ ናብ ካልእ እዩ ኣይስምዖን እዩ ነቲ መምህር ከምዛ ዝሰምዕ ደሎ ግን ዓይነ ከምዚ ኣይዝገብሮ ፈልጦ እዩ እስከ ሕራይ ተስራይ እንታይ ኢልካ ኢልዎ ማኪና ቁልቁለት እንዳወረደት ፍሬኖ ተኣብካ ስታይ ትገብር ኢሉ ሓቲቱ ሕጂ በቲ ትምህርቲ ብልክዕ ኣለዎ ሕግታት ካብ ከቢድ ማርሻ ትገብር ናብ ካልኣይ ትመልስ ገለ መለ ዘይኮይኑ ገደል ባላፅ ዝፋ ድብል ኣሎ በቲ ትምህርቲ ግን እሱ ይፈልጦም እዩ ኣይከታተሉን እዚ ኣይናቱ እዩ ድገማ ኢልዎ እንታይ እሞ ክደግመለይ ኣዚኣ ንጽርቲ እንድያ ማርሽ ፍሬኖ ተኣቢ ካብ ቁልቁለት ተኽርካስ እንታይ ትገብር ኢሎ ጽቡቕ ተኾነ እታ ማርያም ኣይትውዕሎ እንትኸውን ኢሎ እንተ ወዓለቶ ከዓ እግሪ ኣውፅኤ ሕስ ከምዚ ናይ ሳይክል ኮይኑ እንታይ ድዝክራ ኣነ ከዓ ዝያዳ ሓደ እቲ ነታ ቶርታ ልዕሊ እቶም ቆልዑ ይድሃርፋ እታ ጓል ሃንስ ደይ ትግደስ ኣላ ነታ ቶርታ ንዑ ቁረሲ ትብላ ትቕሪ ምስ በልዐ ምስ በልዐ ከዓ ምስ ተሓነቐ ከምዚ ሕጂ ንኡባሕ መን ክሓፍ ከብሎ ክእል ከምዚ ገይሩ ከብድኻ ጥቕይት ከንታ ክትገብሮ ትኽእል ኣነን ኣድያምን ሳልሳይን ሃኒ ዋላ ተተሓሒዝናስ ምርካብ ኢና ስኢንያ ትኸብዶ ሓፍ ከነብሎ በዓሉ እዩ ድሳ ሓጋ ሽዑ እንታይ ይበሃል ፋይናል እንታይ ኮይና ካብቲ ኩሉ ነገር ደስ ትብለኒ ማለት እዩ ጎፅጒፅና ጎፅጒፁ ዝበዓሉ ገለመለ ምስ ኣውፅኦሲ ተውጽኦ ምሽ ኣለካስ ኣብዚኣ እንዳ ተተኺላቶ እታ ናይ እንታይ ይበሃል እታ ቆልዓ ካልኣይ ዓመታ እታ ጓል ሃኒ ቁጥሪ ሓደ ሳውፅኡ ናይ ዓሚ እኮ እያ ድሓነቆቶ ዋ ሕጂ ንሕና ይፈልጥና ሃኒ ካድ ነገረና እው እዚኣታ ናይ ዓሚ እንዲያ ልካ ከምዚ እታ ቆልዓ ከይተርእዩን ኢላትና ሽዑ እዛ ሳልሳይ ከይተምፅሉ ኢላ
ሰምዕ
ኣብ ሓንቲ ኣጋጣሚ ሲ ይድብል ዘሎ ወላዳ ሰንኮፍ ጌራ ሓንቲ ጓል ሰንኮፍ ጌራ ሒዛቶ ከምዚ ጌር ቆልዓ ምሽ ኣብዚ ንሓቑቃ ከይና
ሰንኮፍ ጌራ ሒዛ መኒዓቶ ነቲ ቆልዓ ሕማቕ ኣተሓዛ ሲ ፅቡቅ ጌርኪ ይትሕዝዮ ገለ ምስ በልካ ወሊድካ ሕዝዮ ገለ ምስ በለትካ መቸም ሃሪምክያ ስቲ ኣጋጣሚ እያ ከመይ ነይራ ተተልና እስኪ ዝኽሪ ናይ እዚኣ ይድብለን ደሎ እንታይ ደኣ ዓወት ሓወይ ብነብሰይ ከምዚ ወስ ኣይብልንየ ጓል ደሓንየ ማለት ወስ ኣይብልንየ ከምዚ ቡን ንሰቲ ኔርናስ እቲ እንዳ መሻጢት እዩ እንዳ ታሪኩ ድበሃል ኣሉስ እታ ቆልዓ ከምዚ ኢልካ ጨርቂ ከማን ከምኡ ጌርካ ኣይትሕዞን ኢኻ ኣቲ ኣስተኻኽሊ ኣስተኻኺልካ ሕዘ ገለ ኢለያ ሰብ ከኣ ኣሎ ብዙሕ ሰብ ኣሎ ወሊድካ ኣስተኻኺልካ ሓዝ ኢላትኒ ኣቲ ኣስተኻኺልካ ሓዝዮ ኢለ ተሲዐ ሽዑ ምን ኣገባ እንታይ እቲካ ገላትኒ የእትወኒ ድእትወኒ ንሳ ኣስተኻኺልካ ሓዝያ ኢለያ

ኢደይ ብጁባኤተይ ተዓንቂፈ ብየን ክወጽእ ዘዝኽልተ ኢደይ ከም ሰንከልከል ኢለ ኣብዚኣ እምኒ ሃሪማትኒ ምሉእ ምሉእ ወዲቐ በዚ ኣነ ኣምላኽ መስክን ነዚ ሕጂ ከማን ዝዛረበ ዘለኹ በቃ ብሓይሊ ፈጣሪ እምበር ሞይተ ነይረ ሽዑ ደይርስዑ በቃ ሞይተ ሞይተ ነይረ በቃ ሞይተ ሞይተ ነይረ መቸም ኣደቂሶም ከምዚ እርይ ከምዚ ገይሮም ፈረስ እርይ መቸም ኣምላኽ መስክን ብኣ ተመሊሰ ካብኣ ተዳሂለ ካልእ መዓልቲ ከኣ ከምኡ ሰትዩ ሓደ ኣብ ማይ ድማኛ ይኾን እዚ ኖኖ እስኪ ማይ ድማይ ኮን ኣብ ባሮ እንትንበር ሰትዩስ ክልተ ኢዶም እዚኣ ጅቡ እትዩ እንዳኸሎ ከሎ ርኢ ኣለኹ ናይቲ መእተዊ ምሻሉ ናይቲ ባር መእተዊ ኣሎ ምሽ ከምዚ ኣስካላ እቲ ስካላስ ከምዚ ጎልጎል መሲልዎ ከምዚ ሰጊሙ ኣብኡ ከሎ በዚ ዝወድቕ ዘሎ ሙሉእ እዚ ደንደስ ዘኺቦ ናይቲ ባር ደንደስ ዘኺቦ ሕጂ ስነ ኣምራዊ